ሰላም መቐለ ተኸቢባ ኣላ ናተብሃለ እዩ። ድሽቃ ዝሓዙ ብሬን ዝሓዙ ከላሽን ዝሓዙ እዮም። ኣባላት ሰራዊት ኣርሚ ሰላሳን ሓደን እዮም። ብመን እያ ተኸቢባ? ንምንታይ እያ ተኸቢባ? ኣብ ዙርያ ደጀን ዓሪዳ ኣላ። ሻዕብያ እዚ ንክኾን ትእዛዝ ዝሃበ ድሕሪ ናይ ኣክሱም ሕዳር ጽዮን በዓል እዩ። ከምኡ ውን ዝወጹ ቪድዮታት ኣለው።

ብዛዕባ እዚኦም ክንሪና ሰናይ ምክትታል። ሰላም ታይ ረሳዕኹይ ሰላም ሰላም ፍታትና ማግሽን ኢንተርቲ መታሕትልቲ ኳዕ ብሰላም ናብ መደና ብርሓን መጻኹም ሎም ውን ከምቲ ልሙድ ኣብዚ ህልውን ኣዘራረብቲ ዘለዉ ዛዕባታት ሒዘልኹም መጽየ ኣለኹ ከም ዝተለመደ ንዚ ቪድዮ እዚ ላይክ ምግባር ከይትርስዑ ንቐጽል ካው እሺ ፍትዋ ተኸትልቲ እስቲ ከም መእተው ክኾነና ብዛዕባ ፕሬዚደንት ጊዜያዊ ምምሕዳር ጀነራል ታደሰ ወረደ

እሺ ብትክልቲ ከም ትሰምዕዎ ዘለኹም እዩ ባይዘወይ ኣማርኛ ዘይትሰምዑ እዚ ሓፍትና እንታይ እያ ትብል ዘላ ግዜያዊ ምምሕዳር ምፍርራሕ ስለ ዝበፅሐኒ ስልጣነይ ለቂቀ ኣለኹ ከም ዝበለ ከም ሰበር መረጃ ጌራ እያ ተቕርቦ ዘላ እዚ ሓፍትና እዚኣ እቲ ምንጪ ድማ ዝሃበሻ እዩ ዝሃበሻ ድማ ካብቶም ቀንዲ ሓሰውቲ ዝበሃሉ ሚዲያታት ናይ ኢትዮጵያ ሓደ እዩ ስለዚ ንኡ ኣሚንኻ ብዙሓት ሰባት እዚ ቪድዮ እዚ ሓቂ ዝመሰለኩም ሰባት ኣለኹም ናይዚ ሓፍትና ጥራሕ ኣይኮነን ባይዘወይ ብዙሓት ሰባት ኣለውን

ሓሶት ክደጋገም ተሎ ሓቂ ስለ ዝመስል እየ ኣነ ውን ኣቅሪበልኩም ዘለኩ ግዝያዊ ምምሕዳር ፕረዚደንት ታደሰ ወረደ ስልጣኑ ኣይለቀቀን እሽካዕ ከዚ ኣብ ስልጣኑ እዩ ዘሎ ገና ኣርባዕተ ወርሒ ኣለዎ ስለዚ እዚ ነገር እዚ ሓቂ ዝመሰለኩም ሰባት ውን ሓቂ ኣይኮነን። እሺ ፍትልቲ እስቲ ናብቲ ዝቅጽል ሓበሬታ ድማ ክወስደኩም ንሱ ድማ መቐለ ተኸቢባ እናተባህለ ሼር እናተገበረ ውዒሉ ብሎሚ ዕለትን ትማሊ ምሸትን እስቲ ሓደ ሓደ ሰባት ዝጠቅዕዎ መጀመርታ ከንብበልኩም እንታይ ይብል ሰበር ዜና? ቤት ፅሕፈት ፕሬዚደንት ክልል ትግራይ ደጀን ቢሮ ብዕጡቓት መንጀሪኖ ተኸቢቡ ኣሎ፣ ሻዕብያ ብዕሊ ስራሕ ጀሚራ። ካሊእ ፅሑፍ እውን ኣሎ ተኸቢቡ ቤት ፅሕፈት ፕሬዚደንት ክልል ትግራይ ደጀን ቢሮ ብብሬን፣ ስናይፐር፣ ዲሽቃን ላውንቸርን ዝተዓጠቑ ተጋደልቲ ተኸቢቡ ኣሎ፣ ዕሊ መዓንኮርካ ሓልው። እሺ ትክልቲ ከም ትሰምዕዎ ዘለኹም እዩ ኣብ መቐለ ዝርከብ ቤት ፅሕፈት ፕሬዚደንት ክልል ትግራይ ወይ ድማ ደጀን ቢሮ ኢልና ንፈልጦ ብሬንን ስናይፐርን ብድሽቃን ተኸቢቡ ከም ዘሎ ኢና ንሰምዕ ዘለና ብልቕፅል ጋዜጠኛ ዳዊት ከበደ እውን ዘውፅኦ ሓበሬታን ሰበርና ኣሎ እንታይ ልብል ሻዕብያ ምስ ቤት ፅሕፈት ህወሓት ተናቢቡ ብሓዱሽ መልክዕ ስራሕ ናይ ፖለቲካል ሚሊተሪ ሕጽቦ ንምግባር ምንቅስቓስ ጀሚሩ ኣሎ። እዚ ንክትፍጽም ብዘነበ ትምራሕ ኣርሚ ሰላሳ ሓደ ምስ ሙሉእ ዕጥቃ ድሽቃታታን ከይተረፈ ሒዛ ኣብ ዙርያ ደጀን ዓሪዳ ኣላ። ሻዕብያ እዚ ንክኾን ትእዛዝ ዝሃበ ድሕሪ ናይ ኣክሱም ሕዳር ጽዮን በዓል እዩ። ኣብ ኣክሱም ዝተሳለጠ ናይ ፖለቲከኛታት ወታደራዊ መራሕትነት ናይ ሓባር ኣኼባኸ እንታይ እዩ ተፈጢሩ? ብዝርዝር ክምለሶ እየ ኢሉና ኣሎ ኣሕዋት ከም ትዕዘብዎ ዘለኹም እዚ ሓበሬታ ዘውፅኦ ጋዜጠኛ ዳዊት ከበደ እዩ ብልቕፅል ናይ ብሓቂ ደጀን ቢሮ ተኸይቡ ድዩ መቐለ ተኸይባ ድያ ዝወፁ ቪዲዮታት ኣለዉ እስቲ ንተዓዘብ ሽብቲ ክልቲ ከም ትዕዘብዎ ዘለኹም እዩ ድሽቃ ዝሓዙ ሰባት ኣለዉ ጠያይቲ ዝሓዙ ኣለዉ ብክልቲኡ ገፅ እዮም ዝኸዱ ዘለዉ

እሺ ተክልቲ እዚ ትሪእዎ ዘለኹም ኣብ ውሽጢ ከተማ መቐለ እዩ ሰራዊት ምንቅስቃስ ክገብር ተሎ ኢና ንዕዘብ ዘለና ብልቕፅል ሓደ ቪድዮ እውን ዝወፀሎ ኣብ ደጀን እስቲ እዚ ቪድዮ እዚ እውን ተዓዘብ እቲ ቤት ፅሕፈት ከም ትሪእዎ ዘለኹም እቲ ተኽሊ ዘለዎ እዩ። በዘይ በዛኻ ክኸዳ በዚ ገይር መንገዲ ስለ ዝዓፀይዎ እዩ ኣሕዋት ስማዕ ዘይክሓልፈልና እሺ ተኽልቲ ከም ትዕዘብዎ ኣለኹም እዩ እቲ ሰራዊት ኸይዎ ከም ዘሎ ብዓይኒ ዝተረጋገፀ ሓቂ እዩ። መንገዲ እውን ዓፅዮሞ እዮም ዘለዉ። እሺ ተኸልቲ ከም ትዕዘብዎ ዘለኹም እዩ እቲ ሰራዊት ሓቂ ዓፅዎ እዩ ዘሎ። እስቲ ብልቕፅል ሃይለ ደደቢት እውን ብዛዕባ እዚ ሓበሬታ ኣለኒ ሰበር ዜና ኢሉ ዘምፅኦ ሓበሬታ ኣሎ። እዞም ሰራዊት እዚኦም እንመን እዮም ኣርሚ ህንደ እዮም ኩሉ ብግልፂ ገይሩ ኣቕሪብዎ ኣሎ። እስቲ ንስማዕ። ኮይኑ ረኺበዮ ኣለኹ። ከባቢ ሚእቲ ዝኾኑ እዮም እስካዕ ሕዚ ብዘሎ ሓበሬታ ሚእቲ ዝኾኑ ካብኡ ንላዕሊ ኣይኮኑን ሚእቲ ዝኾኑ ምናልባሽ ምስኣቶም ተተሓሓዘን ድሕሪት ንቕድሚት ኣሎ ዶ የለን ዝብል መፅናዕቲ ዘድልዮ እዩ ምርኣይ ዘድልዮ እዩ ነገር ግን ድሽቃ ዝሓዙ ብሬን ዝሓዙ ከላሽን ዝሓዙ እዮም። ኣባላት ሰራዊት ኣርሚ ሰላሳን ሓደን እዮም። ንመቐለ ኣብ ከባቢኣ ጠቕላላ እዚ ናይ ኣሪድ ከባቢ ኣብቲ እንዳ ገባራት ከባቢ ከም ዘለዉ እዮም ሓቢሮምና ዘለዉ። እዚኦም እንታይ ክገብሩ እዮም መጺኦም? ኣርሚ ሰላሳን ሓደን ዝነበረትሉ ኣብ ኣራጉረ ከባቢ ኣብ ቀላቅል በረኻታት ናይ ዓፋር መዋስንቲ ብበራሕለ ገጽ ብደሄሰኣ ከባቢ ከም ዝነበረት ይፍለጥ እዩ። ከም ዘላ ይፍለጥ እዩ። ካብዚኣ ግን ካብ ኣርሚ ሰላሳን ሓደን ሚእቲ ዝኾኑ ሰባት መቐለ መጺኦም እንታይ ክገብሩ እዮም ዝኽእሉ ዝብል ብዙሕ ምግማት ይከኣል ይኸውን ስለዚ ብግምታት ከየቕምጥዎ እቶም ክጽሕፉ ዝኽእሉ ክጽሕፉ ዝኽእሉ ጥራሕ እንተይኮነ ናይ ዩቱብ ናይ ካሊእ እውን መናገዲ ከይገብርዎ ብጋንኡ እቲ ዘሎ ምፍላጥ ወሳኒ ስለ ዝኾነ እዩ እዚኣ ዘቕምጣ ዘለኹ ምሉእ ለይቲ ኣብ ዓዲ ምሉእ ቀትሪ ኣብ ኣሜሪካ ኣውስትራልያ ዘሎ ማሕበረሰብና እቲ ሓበሬታ ብትኽክል ጨቢጥዎ ነቲ ዘሎ ነቲ ተፈጢሩ ዝበሃል ዝኒሄ እታወት ክኸውን ዝኽእል ንምስትኽኻል ኣስተዋፅኦ ክገብር ጥራሕ እዩ ዘለዎ ዝብል እምነት ኣለኒ እዚኣቶም ኣሰላልፋ ናይዞም ሚእቲ ዝኾኑ ዝብለኩም ዘለኹ ሕዚ ዝመፁ መቐለ ከቢቦም ዘለው ንግዳጅ ይመስል እንታይ ዓይነት ግዳጅ ዝብል ግን ሌባ ክሕዙ ይኾኑ ካሊእ ግዳጅ እውን ክኸውን ይኸውን ንሕማቕ ከም ዘይኸውን ግን መረዳእታ ክወኩም ደሊ እየ ነዚ እዩ እቲ ሕዚ ብሰበር ምእታወይ እውን ማለት እየ ሰዓትና ኣይኮነን ኣምን እየ ብሰበር ምእታወይ እቲ ዋና ምክንያቱ ተጣሚሙ ናብ ማሕበረሰብና ከይበፅሕ እሞ ካሊእ ስግኣት ከይፈጥር ንምግባር ጥራሕ እዩ። ነዚኦም ኣብ መቐለ ከባቢ ኣብ ከባቢኣ ስለዘለው መራሕቲ ኣዘዝቲ ሰራዊት ትግራይ ገለ ካብ ኣዘዝቲ ሰራዊት ትግራይ ከይዶም ከዘራርብዎም ሞኪሮም እዮም። ከም ዝበልኩኹም ከበድቲ ብረት እውን ዝሓዙ እዮም፣ ድሽቃታት ዝሓዙ እዮም፣ ብሬናት ዝሓዙ እዮም። ነዚ ከይዶም ከዘራርብዎም ካብ ዝመከሩ ሓደ ጀነራል ዘነበ እዩ። ኖርወይ እውን ከምኡ ከዘራርብዎም መኪሮም እዮም። ግን ከዘራርብዎም ፈቃደኛታት ኣይኮኑን። ነገር ግን ትግራይ ብሚኢቲ ሰብ ጥራሕ ኣይኮነትን ተጋደልቲ ትግራይ ኣማኢት ሚኢቲ ጥራሕ ኣይኮኑን። እዚኣቶም እውን ንሕማቅ ክመፁ እዮም ዝብል እምነት የብለይን ኣይመፁን እዮም። ኣይትስግኡ ኣይትጠራጠሩ በሃሊ እየ ነገር ግን ኩሉ ግዜ ናይ ሓደ ሰብ ሓሳብ ካብ ክኸውን ናይ ብዙሕ ኣወንታዊ ኮይኑ ክመጽእ ከሎ መፍትሒ ጸገምና ጸገምና እንታይ እዩ ዝብል ክንሪኦ እንዲና ሕዚ እቲ ንዓኣቶም እውን ጸገም ኮይኑ ኣልዕልዎም ክኾን ዝኽእል ነቲ ጸገም መፍትሒ ክኸውን ዝኽእል ካብ ሃይለ ካብ ገብረ ማርያም ካብ ወልደ ማርያም ክመጽእ ዝኽእል ነቲ ዓዲ ከሳግራ ይኽእል እዩ ነቲ ዝኒሀ ፀገምና እውን ክፈትሖ ይኽእል እዩ ኣደዳ ፀላእቲ ከይንኸውን ውሕሉል ብዝኾነ መንገዲ እንተተኣል እዩ ትሕዚ ዝኸይድ ዝኒሀ እንደይናይ ዝኣክል ተረባሕቲ ክንከውን ከም እንኽእል ኦፖርቹኒቲ እውን እዩ ዝብል እምነት ኣለኒ ጀነራል ዘነበ ምስከደ ንዓኻ ይንደልየካን ዝብልሉ ሓደ ማለት ካብቶም ኣዘዝቲ ሓደ እዩ። ከመይ ገይሮም ከምኡ ክብሉ ይኽእሉ ዝብል ጥርጣረ ናብ ድንጋፀ ክእቱ ይኽእል እዩ። ኖርወይ እውን ክኸድ ከሎ ከምኡ ኣይንደልየካ እንድሕር ተባሂሉ ናብ ድንጋፀ ክእቱ ይኽእል እዩ። ነገር ግን ዝምልከቶም ኣካላት ከዘራረብ ሞኪረ ነይረ ኣብዚዩ እቶም ሚኢቲ ዝብለኩም ዘለኹ ኣኸቢቦም ዘለዉ ከቢቦማ ንብሙሉ ኣይኮነን ብዓሪድ ከባቢ ኣብቲ ናይ እንዳ ገባራት ከባቢ ከም ዘለዉ እዮም ነጊሮምኒ ዓሰርተ ክልተ ሰዓት ከባቢ ከም ዝመፁ ሞስካዕ ሕዚ ኣብኡ ከም ዘለዉ ነገር ግን ኣብ ክትትል ከም ዘለዉን መራሕትና ከም ዝፈልጡን እቲ ህዝቢ ብዙሕ ጭንቀት የብሉን እቲ ዝፈለጠ ስኢሉ ክጭነቕ ንቡር እንድዩ ሰብ ክጭነቕ ንቡር እዩ ከምዚ ዓይነት ነገር ክሰምዕ ከሎ ነገር ግን መራሕቲ ይፈልጥዎ እዮም እቶም መራሕቲ ከዓ ተረጋጊዖም ክኸዱ ዝረኣየ ብዙሕ ፀገም ከምፅእ ዝኽእል ከምዘይኮነ ምናልባሽ እውን ንካሊእ ግዳጅ እውን ክኸውን ይኽእል እዩ ባዕሎም እቶም መራሕቲ ዝኣዘዝዎ ግዳጅ እውን ክኸውን ይኽእል እዩ ስለዚ ብዙሕ ዘይምጭንናቅ ከድሊ እዩ ዝብል እምነት ኣለኒ እሺ ፍቶትልቲ ሃይለ ደደቢት ዘውጽኦ ሓበሬታ ከም ትሰምዕዎ ዘለኹም እዩ ልዕሊ ሚእቲ ዝኾኑ ከምኡ ድሽቃን ብሬን ዝሓዙ ከም ዝኾኑ እቶም ኣመራርሓ እውን ከይዶም ከዛረብዎም ፈቲኖም ኣይንሰምዐኩምን ከም ዝተባሃሉ እዩ ኢና ንሰምዕ ዘለና ብልቕጽል ሃይለ ደደቢት ኣብኡ ዝተሰሓሓቶ እንታይ እዩ ኣብ ኣሪድ ማለት ጫፍ መቐለ ናብ መቐለ ከይኣተዩ እዮም ከይቦም እዮም ዘለዉ እዮም ዝብል ዘሎ ግን ከም ንዕዘቦ ዘለና ኣብ ደጀን ቢሮ እውን ኣትዮም እዮም ዘለዉ እቲ ናይ ቢሮ ክልል ትግራይ እውን ከይቦም እዮም ዘለዉ ብልቕፅል እዞም ሓይልታት እዚኦም እንታይ እዮም ደልዮም? ንምንታይ እዮም ኸ ደጀን ቢሮ ፍልይ ቢሎም ኸቢቦማ ዘለዉ ዝብል ብዙሓት ሰባት ነናይ ባዕሎም ትንታነ ክህቡ እውን ተዓዚብና ኣለና። እዞም ሓይልታት እዚኦም ናይ ህወሓትን ሻዕብያን እዮም ን ግዝያዊ ምምሕዳር መፈንቅለ መንግስቲ ክገብርሉ እዮም ሓሲቦም ዝብሉ ተንተንቲ እውን ሰሚዐ ኣለኹ። ብልቕፅል ብዝኸት ሰዓት እዚ ኣብ ትግራይ ሰላም ዘይደሊ ሓይሊ ኣሎ። እስቲ እዛ ቪድዮ እዚኣ እውን ንስማዕ ንኹላትና ትጠቕመና እያ። ጸረ ሰላም ዝኾነ ሓይሊ ኣብ ትግራይ ኣሎ ብሓይሊ ዝተጻዓነ ኣብ ርእስና እዚ እቲ ሓቂ ክመረና ይኽእል። ህወሓት እውን ኣነ ሐዚ ህወሓት እኒኦ ልብል እምነት የብለይ ህወሓት ሞይቱ እዩ ትሰሪዙ እውን እዩ ሐዚ ለሎ ወተሃደራዊ መንግስቲ እዩ ኮርን ካብ ኮርን ላዕልን ለደራጀይዎ መፈንቅለ መንግስቲ ገሩ ልመፀ መንግስቲ እዩ ለሎ እዙይ ድማ ወታደር ድማ ኩሉ ግዜ ጥዒ ምሕደራ የምፅእ እዩ። ዓፈና ኩሉ ግዜ ምንም ኣዘየው ክልቲኦም ሕወሓት እዮም መፅኦም እቲ ሓደ ኣባሪሮሞ እቲ ሓደ ከዓ ናይቲ ሓደ ፍንጫል መፅኡ ባዕሉ ሕወሓት ነይሩ ሓቋፋይ ጊዛዊ ምሕዳር የብልናን ትግራይ ዓቕሚ ትግራይ ክትእክብ ክትክል ኣለዋ እዚ ተዘይገይራ ስቑልካ ጨወታ እዩ
ኣታ ዒስራ ሰላሳ ሰብ ሓምሳ ሰብ እኮ ተዓርዮም እቶም ላዕለዎት ኩሉ ክዕርይ ይኽእል እዩ እሳቶም ተተስተኻኺሎም እሳቶም ላብቲ ህዝቢ ኢንተረስት ላብቲ ሓሳብ ተመጺኦም ናያቶም ውን ለእምን ነገር ተሃልዩ ንኸድ ሓደ ንኹን። ኣብ ስርዓት ለየሎ ግን ስርዓታዊ ልኾነ ንኹለን ትካላት ልሓንከለ ለውድቕ ልበልዕ ኸይዲ ፖለቲካዊ ልምዲ ክስበር እዩ ለሎ። ሰላም እንዳበልና ኣኸባ ተገይርናሲ ብላዕሊ ለለዉ ሓለፍትስ ዝሰላም ለይምከቶም ድዩ ኮይኑ ምሳኹም? ኣብ ትግራይ መፍትሕ ክመፅእ ተኾይኑ ዘውዚ ለሎ ሲቪክ ማሕበር፣ መራ ኣመራርሓ ብሰላም ሰልፊ ክወጽእ ኣለዎ ንጽውዕኩም ዶ ትወጹ ብሰላም ኣብዚኣ እንዲኹም ማሕበራት ኢኹም ንጽውዕኩም ዶ ኩናት ደው ይበል ኢና ንጽውዕኩም ስትወጹ ዲኹም ኣይትወጹ እዩ ሰላም ዝጅመር ዕጥቂ ዝሓዘ ሓይሊ ዕጥቂ ብምፍታሕ እዩ ሰላም ዝጅመር ጸረ ሰላም ዝኾነ ማዕልታዊ ዜጋ ናበተነ ሊቅ ናበተነ ዝብል ሓይሊ ኣደብ ግበር ምስ ዝበሃል እዩ። እሺ ብትክልቲ ከም ትዕዘብዎ ዘለኹም ሓቂ እዩ ኣብ ትግራይ ፀረ ሰላም ዝኾነ ሓይሊ ኣሎ እዩ ምኽንያቱ ጸረ ሰላም ሓይሊ ተዘይህሊ ከምዚ ዓይነት ነገር ኣይምገበረን ኸዚ እውን እዞም ትሪእዎም ዘለኹም ሓይሊ ኣርሚ ሰላሳ ሓደ ከም ዝኾኑን ከምኡ እውን ድሽቃታት ከይተረፈ ኣብ ማእኸል ከተማ ምትካሎም ኸ ንምንታይ እዩ ብዙሓት ሰባት ሕቶ ዝፈጠረሉ እዩ ግን ኸዚ እውን ግዜያዊ ምሕዳር ናይ ትግራይ ብሓይሊ ዝወደቀ ኣይኮነን ከም ትዕዘብዎ ዘለኹም እዩ ዙርያ ናይቲ ቤት ፅሕፈት ተኸቢቡ እዩ ዘሎ ሽካዕ ኸዚ ዝወፀ ተኹሲ ወይ ድማ ዝወሰድዎ ስጉምቲ የለን እንተሃልዩ ግን ከቕርበልኹም እያ